ክደርፎ እየ ሙቐት ወርሒ ሰነ ከይኣክል ትንፋስ ናይቶም ሓምሳን ሽዱሽተን ተምሃሮ ናይታ ክፍሊ ተወሲኽዎ እቲ ክላስ ሸልቁ ኮይኑ ነበረ። ኣብ ርእሲኡ ብሰሪ ክብደትን ፈተና ጸቕጢ ናይ መምህር ተመስገንን ኩሎም ተመሃሮ ረሃጽ ኮረር ኮረር ከብሉ ተገዲዶም ነበሩ። ናይታ ዓመተ ትምህርቲ ናይ መወዳእታ ፈተና'ዮም ዝፍተኑ ነይሮም፣ ናይ ቋንቋ ኢንግሊዝ ፈተና። መምህር ተመስገን ድማ ናይ ኢንግሊዝኛ መምህሮምን ሓለቓ ክፍሎምን ማለት ክላስ ቲቸሮምን'ዩ። ኣመሃህርኡ ዕቱብ፣ ኣከዳድንኡ እርኑብ፣ ክብረቱ ዝሓለወ ዘይድፈር መምህር ስለ ዝኾነ'ዩ ንተፈተንቲ ዝያዳ ጽዕነት ኮይንዎም። ክቀዳድሑ እንተርእይዎም ዜሮ ከም ዝህቦም ኣንዳዕዲዖም ስለ ዝፈልጡ፣ ቁሊሕ ምሊሕ፣ ሕሹኽሹኽ ኣብታ ክፍሊ የለን። ካብ ጸጥታ እታ ክፍሊ ዝተላዕለ ናይ ገሊኦም ህርመት ልቦም ይሰምዖ ነይሩ'ዩ። መምህር ተመስገን ድማ ኣእዳዉ ረቢዑ ነታ ክፍሊ ብትኹረት እናዘረየ ይሕልዋ። ፎኪስ ሳእኒ ስለ ዝወዲ ኣራግጻ እግሩ ድምጺ የብሉን። እቶም ተመሃሮ ግዳ ኣብ ጥቐኦም ደው እንተይሉ እምባሶይራ ኣብ ልዕሊኦም ከም ዝተንጠልጠለ ክብድብድ ይብሎም። ዘንብቡዎን ዝጽሕፉዎን ከይተረፈ ሕንፍሽፍሽ ኣእትዎ። መምህር ተመስገን ማዕረ ክብደቱ ተፈታዊ'ዩ። መፍተዊኡ ብዙሕ እዩ። ኩነታት ነፍሲ ወከፍ ተመሃራይ ብደቂቕ እካታተል፣ ስድራቤታዊ ጸገማቶም ኣለልዩ ንምፍትሑ በብግዚኡ ፍልጠቱን ገንዘቡን ይውፊ። ዝምህሮም ንኹሉ ክርድኦም እቲ ህርኩት መምህር ዝጥቀሙሉ ሜላታት ኣረዳድኣ ብምሉኡ ይጥቀም። ንዝተጋገዩ ተቓዳዲሙ ኣክንዲ ምድሃልን ምቕጻዕን፣ ብልዝብ ዝበለ ቃላት ጌሩ ክእርሞምን ከረድኦምን ይጽዕር። ልዕሊ ኹሉ ድማ ኣርኣያ ብምዃን ክምህር እዩ ዝመርጽ። ካብ ኣከዳድንኡ፣ ጸጉሪ ርእሱ፣ ካልእ ኩሉ ውልቃዊ ጽሬቱ፣ ስርዓት ኣዘራርብኡ ኣብነታዊ እዩ። ሽጋራ ከትክኽ ኮነ ክጻረፍ ሰሚዐዮ ዝብል ተመሃራይ የለን። ምኽንያቱ መምህር ተመስገን መምህር ምዃን ብሂጉ መምህር ዝኾነ መምህር እዩ። ዝመሃርዎ መምሃራኑ ኣብነት ክኾኖም እዩ ብንእሽትኡ መምህር ምዃን ዝሓለመ። መምህር ከም ቀንዴል ከባቢኡ ኣብ ዝበርሃሉ ዝነበረ ዘበረ መምህር ቢሂጉዎ ዩ ነዚ ክቡር ሞያ ነቶም ናይ ሽዕኡ መምሃራኑ ከም ስም ኣሕዋቱን ኣሓቱን ስሞም ኣጽኒዕዎም ዩ። ከምዚ ሎሚ ተመሃሮ ኣስማት ደረፍትን ተጻወቲ ኩዕሶን ተዋሳእትን ዘጽንዕዎ ዘለዉ ማለት ዩ። መምህር ተመስገን ንበዓል መምህር ገብረብርሃን፣ መምህር ብርኽቲ፣ መምህር ሩማና፣ መምህር ራቕያ፣ መምህር ጸጋይ ኣፍሮ፣ መምህር ዓብለል፣ መምህር ሓሰን ሸምሻይ፣ መምህር ዘርእማርያም፣ መምህር ጽገ፣ መምህር ዓብደልዋስዕ፣ መምህር ተስፋይ ግልብጭ፣ መምህር ሓሰን ኣሕመድ ካልኦት ዓበይቲ ኣብኖት'ዮም። ከም መምሃራኑን ወለዱን ኮይኖም'ዮም ኮስኪሶሞ። ደቂ መምሃራን መማህርቱ ርእዩ የድንቖምን ይቐንኣሎምን ነይሩ። ሓደ መዓልቲ መምህር ኮይኑ፣ ደቁ፣ ደቂ መምህር ተባሂሎም ክኽበሩን ክቕነኣሎምን ከሎ ብደው ይሓልም። ኩሎም መምሃራኑ ብመምህርነቶም ሕቡናትን፣ ኣከዳድንኦም ጽፉፋት፣ ኣብ ሕብረተሰቦም ክቡራት፣ ብመገዲ ስነ-ስርዓት ሓቅን ዝመላለሱ ስለዝነበሩ'ዩ ከኣ ብሂግዎም። ኣንስቶም ሰይቲ መምህር እንድያ ደቆም ከኣ ወዲ መምህር እምበር'ዩ እናተባህሉ ኣብ ከባቢኦም ይኽበሩን ይድነቑን። መምህር ብርሃን ዓዲ ኣብ ዝነበረሉ መዋእል'ዩ መምህር ተመስገን መምህር ምዃን ብሂጉ። ኣብ ዓዲ ናይ መባእታ ትምህርቱ ዛዚሙ ማእከላይን ካልኣይን ደረጃ ትምህርቱ ንምቕጻል ንኸተማ ኣትዩ። ከተማን ብልጭልጭ ናብርኡን ዘይብርሆ እኳ እንተነበረ፣ ተማሂሩ መምህር ምዃን ዝነበሮ ልዑል ድሌት ግን ንኹሉ ክኢሉን ተማሳሲሉን ተጻዊሩን ክቕጽል ደሪኽዎ እዩ። ምስ እንዳ ዘመድ ስክፍታን ሽቑራራን ዝዓብለሎ ናብራ እናነበረ ተማሂሩ። ዓሰርተ ክልተ ክፍሊ ብጽቡቕ ዛዚሙ ናብ ኢንስቲትዩት መሰልጠኒ መምሃራን ብፍቓዱ ኣትዩ። ድሕሪ ነዊሕ መገሻን ስደትን ገዝኡ ዝኣተወ ኮይኑ ተሰሚዕዎ። እታ መምህር ተባሂሉ ዝተመረቐላ መዓልቲ ክሳብ ሎሚ እታ ዝለዓለ ሓጎስ ዝሰነቐላ መዓልቲ ምዃኑ ደጊሙ ይዛረብ። ምስቶም ኣጸጊዖም ዘምሃርዎ እንዳ ዘመድ መምህር ድሕሪ ምዃኑ ክልተ ዓመት ምሉእ ናቢዎም። ብደሞዙ ውዕለቱ ክመልስ ጽዒሩ። ድሕሪ ክልተ ዓመት ንውልቁ ገዛ ተኻርዩ ናይ እስካቡሉ ናብራ ተተሓሒዝዎ። ኣብቲ ዝፈትዎ ሞያ ናጻ ዓሳ ኮይኑ ከም ድሌቱ ክሕምብስ ህይወት መቂራቶ። ዓመት ዓመት ንህጻናትን መንእሰያትን ፍልጠት እናስንቐ ናብ ዝቕጽል ባብ ፍልጠት ከምርሖም ከሎ ካብቲ ብርኩት ምህርቲ ዝሓፍስ ሓረስታይ ንላዕሊ ይሕጎስን ይዓግብን ነበረ። ብጽፈት ስርሑ እናተፈትወን እናተወረየን ምስ መጸ ድማ ጽቡቕ ደሞዝ ዝኸፍላ ናይ ህዝቢ ኣብያተ ትምህርቲ ተሻሚናሉ። ብናይ መሳርሕቱ ድፍኢትን ምትብባዕን ድማ ኣብ ሓንቲኤን ዓለበ። ንፈለማ ግዚኡ ብድፍኢት ካልኦት ውሳነ ስለ ዝወሰነ ባህ ኣይበሎን። ነቶም ካብ ትሑትን ማእከላይ መነባብሮ ዘለዎም ስድራቤት ዝመጹ ኣብ ናይ መንግስቲ ቤት ትምህርቲ ዝመሃሩ ቆልዑ ገዲፉ ንደቂ ርኹባት ክምህር ገለ ነገል ሕርኽርኽ ኢሉዎ ንኽቡር ሞይኡ ናብ ዋጋ ዕዳጋ ዘውረዶ ኮይኑ ተሰምዖ። እቲ ናብ ክፍሊ ክኣቱ ከሎ ከም ፓውዛ ዝውላዕ ገጹ ድምቀቱ ቀኒሱ። ዕትበት'ውን ኣዘውቲሩ። ኣብ ስርሑ ራሓ ክስምዖ ስለ ዘይከኣለ ካልእ መህደሚ ከናዲ ግድነት ኮይኑዎ፣ ቢልያርዶን ቢራን። ጸኒሑ ድማ ከም መቋሰዪ ቢራ፣ ሮዝማን ዝዓይነቱ ሽጋራ ከህግግ ጀሚሩ። ኣብዚ ዓለም እዚ'ውን ከምኡ መምሃራን ኣይተሳእኑን። ኣብ መዓልታት ደሞዝ ባድላታቶም ኣጸራርዮም፣ ጸጉሪ ርእሶም ኣስተኻኺሎም፣ ጭሕሞም ተላጽዮም፣ ጫምኦም ኣወላዊሎም፣ ቢራ ዓቲሮም ቢልያርዶ ክጻወቱ ከለዉ ዓበይቲ ነጋዶ'ዮም ዝመስሉ። መምህር ተመስገን ዕላልን ክትዕን ይፈቱ። ስለ ዘንብብ ድማ ዕላሉ፣ ክትዑ፣ ሰሓብን መሃርን እዩ። ምስ መሰልቱ ኣብ ጣውላ ከቢቦም የዕልሉ። ተካእቲ ወሎዶና እዞም ንምህሮም ዘለና ቆልዑ ተስፋ ዝንበረሎም ወሎዶ ይኮኑ። በለ ሓደ ምሸት ምስ መምህር ገብረብርሃንን መምህር ኣፍወርቅን ኣብ ሓደ ቤት መስተ እናዕለሉ። ነዚ ዝሰምዐ ህዉኽ ባህሪ ዘለዎ መምህር ኣፍወርቂ፣ ተሜ፣ መቸም ምስዚ መጻኢ ወሎዶ ዘለካ ጽልኢ ካብ ምንታይ ዝተበገሰ ምዃኑ ፍጹም ክርድኣኒ ኣይከኣለን። ንዕኦም ክተማርር እኮ ግዜ ዓሪብካ። ምስ ቦሎ ንኹሎም ዝድግፍ መምህር ገብረብርሃን ናይ እሳማማዔ ምልክት ርእሱ ነቕኒቑ። ቅድሚኡ'ውን መምህር ተመስገን ምስ ተዛረበ ተመሳሳሊ ርእሲ ምንቕናቕ ኣርእዩ ነይሩ'ዩ። ኣነ ስክፍታ ኣለኒ። ኣብዞም ደቅና ዓቢ ስክፍታ ኣለኒ። ንሱ'ዩ ድማ ንተስፋይ ዘደቡኖ ዘሎ። ነስተውዕል'ሞ ደቅና'ኮ መሃዚ ዘይኮነ ኣዕናዊ ባህርያት ሒዞም'ዮም ዝዓብዩ ዘለዉ። ዘረብኡ ምስቲ ዛጊት ዝጎርደዖ ቢራን ዋዕዋዕታ ናይቲ ባርን ተደሚሩ ረስኒ ዝተሓወሶ ኮነ። ኣንፈት ዘረባ ተመስገን ዘይተታሕዘሉ ኣፍወርቂ ገጹ ኣሲሩ ከመይ? ክብሎ ከሎ ፔንድሉም ከም እተጸበይዎ ብስምዒት ርእሱ ነቕኒቑ። ከመይ ዝብል ለባም! ርኢኹም ኢንዳስትርያውያን ሃገራት ከም በዓል ቻይና፣ ኤውሮጳን ኣሜሪካን ብሓንጎል ደቅነ'የን ዝጻወታ ዘለዋ። ዕዳጋታት ብጭራሕ ምራሕ መጻወቲ ቆልዑ ኣዕለቕሊቖንኦ። ሽጉጥ፣ መኪና፣ ባቡር፣ ባምቡላ፣ ጌይም፣ ማስኬራ እንታይ ከ ዝየፍርያን ዘየቕርባን? እዋእ ኣንታ ተሜ ሰኺርካ ኢኻ መስለኒ ነዚ መዛናግዕን መሐደሲ ሓንጎል ደቅና ደኣ እንታይ ክተውጻሉ ደሊኻ? ክብሎ ከሎ ኣፍወርቂ እቲ ከም ቀደሙ ርእሱ ዝንቕንቕን ቀቀዲምዎም ጥርሙዝ ዝጽንቀቕን ፔንድሉም ገዲፍካ ተመስገን ብኣዘራርባ ኣፍወርቂ ኣዝዩ ተገሪሙ እዋእ ናይ ልብኻ ዲኻ ትዛረብ ዘለኻ ኣፍወርቂ? እዚ መጻወቲ እዝስ መሐደሲ ሓንጎል መዕነዊ እምበር መዕነዊ ኣይኮነን። ህጻናትና ምስ ቴክኖሎጂ ክላለዩ ዝገብር ስለ ዝኾነ መዕነዊ ኣይኮነን። ናትካ እዩ ዝገርም ዘረባ ተሜ ዓርከይ። ፍልስፍናኻ ናብ ህውትትና ትጸርላ። እናበለ ተዛንዩ ኮፍ ብምባል ጥርሙዝ ቢራ ኣልዒሉ ኣብ ኣፉ ነቖታ። ተመስገን ብምግራም ፈዚዙ ክጥምቶ ድሕሪ ምጽናሕ ቢርኡ ናብ ጣውልኡ ምስ መለሳ፣ ንስለ ክትዕ ክንካታዕ ንዘረባይ ትቃወም ስለ ዘለኻ ትርጉም ስለ ዘይብሉ ክጎድፎ እየ ምስ በለ ተመስገን ኣፍወርቂ ካብዛ ኣፉ ቁልብ ኣቢሉ ኖኖኖኖ ኣም ቬሪ ሲርየስ ዝኣምነሉ እየ ዝዛረብ ዘለኹ መቐስ እኳ ከመይ ከም ትመቅስ ዘይንፈልጥ ዝነበርና ናይ ሕጂ ዘለዉ ቆልዑ ግን ኣጠቓቕማ ሞባይል ካባና ንላዕሊ ይፈልጥዎ ኣጠቓቕማ ሪሞት ኮንትሮል ኣፎም ከየጽረዩ ይመልክዎ። ደቀይ ኣብ ሞባይልን ጌይምን ተጻዊቶም ዘምጽእዎ ነጥቢ ኣነ ክንዲ ፍርቆም ኣየምጽእን'የ። ካልእ ካልእ ተረፈ ኩሉ ቴክኖሎጂ ዘፍርይኦም ፍርያት ኣጠቓቕምኡን ይፈልጥዎ'ዮም። በሊሖም'ዮም። ብሓቂ'የ ዝብለካ ዘለኹ። እዚ ኩሉ ሳላ ገለ ህጻናት ከለዉ ዝረኽብዎ ዘበን ኣምጽኦ መጻወቲታት'ዩ። ኢሉ ኣዕጋቢ ተዛሪበ ኢሉ ስለ ዝተሓጎሰ ግብረ መልሲ ተቐባልነት ዘረብኡ ክረክብ ንኽልቲኦም ብፍሽኽታ ተገይጹ ጠመቶም። መምህር ገብረብርሃን ብቐደቡ ምሱጥ ስለዝኾነ እቲ ናይ መምህር ኣፈወርቂ ዘረባ ሓለፋ ስለዝመሰጦ'ዩ ይመስለኒ ከምቲ ልሙድ ርእሱ ብምንቕናቕ ኣበርቲዑ ናብ ሓውሲ ምጉራዕ ኣበሪኹዎ። ኣረዳድኣና ክልተ ጫፋት'ዩ ዘሎ። ነዚ ክትገልጾ ዝጸናሕካ ብልሒ ዝሰመኻዮ ክእለት ምጥቃም ኣቑሑት ቴክኖሎጂ ኣነ ብልሒ ዘይኮነ ምጉዳም'የ ዝብሎ። ካልኦት ዘፍረዩልካ ኣህላኺ ምዃን ብልሒ ኣይኮነን። ውሕልነት ኣተሃላልኻ ካብ ኣህላኺ ምዃን ኣየጋላግልን እዩ። እዞም ትብሎም ዘለኻ በላሕቲ ዝተባላሸወት ሪሞት የዕርዩ ዶ? ፍርጅ ጠጠው ኢላ ተጸኒሓቶም ጸጊኖም ከም ተዝሕል ይጎብርዋ ዶ? ግደፎ እሞ እቲ ባዕሎም ሞባይል ጌም ምስራሕ እመን ኣይትእመን ንሕና ብኾረር ዓካትን ኩዕሶ ሓበሻን ዝዓበና ንበልሕ። ምኽንያቱ ንሕና ካብ ዝተደርበየ ነገር ኢና ብጠንቂ መጻወቲ ንሰርሕ ኔርና። ንጣበብ። ንባልሓት እዋ ኩችና ተጌርና ዶ ኣይኮንና ን ዓረብያ ሰሪሕና በለስ ካብ ዓርቦ ሮቡዕ ጺዒንና ገዛና ንኣቱ ዝነበርና እቲ ብብላይ ታኒካን ሽመልን ንሰርሖ ዝነበርና መቁሎ በለስ እሞ ንባዕላ እተኹርዕ ሙህዝ እያ ነይራ ምስ በለ ኣፎርቂ ካዕ ካዕ ኢሉ ሰሓቐ ፔንዱሉም ድማ ተኸቲልዎ ናይ ሙጃማላ ሰሓቕ ክርትም በለ ኣይተረድእዎን ዘይምርድኦም ኣዝዩ ኣሕዚንዎ ምኽንያቱ መምህራን እዮም ኪንኡ ምስኦም ብዛዕባ እቲ ኣርእስቲ ምክታዕ ኣብ ከውሒ ማይ ምኽዓው ኮይኑ ስለ ዝተሰምዖ ኣዝሊቑ ካብታ ጠረጴዛ ተንሲኡ ናብቶም ቢልያርዶ ዝዕዘቡ ዝነበሩ ተጸንቢሩ እምኒ ምስ እምኒ ወይ ቢልያ ምስ ቢልያ ክጋጩ ከሎ ምርኣይ መሪጹ። መምህር ተመስገን ብዘርኣይዎ ውዱዕ ኩነታት ናይ ተመሃሮን ወለድን ዘይምዕጋቡ ኣብ ባህርያቱ ለውጢ እምጺኡሉ ነቶም ደቂ በጃኽኒ ተመሃሮኡ ተጸዊጉ ይጥምቶም። ካብ ኣስማቶም ጀሚሮም እዮም ቅጭ ዘምጽኡሉ። ከም በዓል ላሜክ፣ ኒምሮድ፣ ዊልያም፣ ኔህምያ፣ ሙሃነድ፣ ሳዳም፣ ሮማ፣ ኢትዮጵያ፣ ዳሊላ፣ ትሩጉሞም ኣናድዩ ምስ ረኸበ ምስ ኤርትራውነትን መንነት ኤርትራውነትን ዘራኽብ ዘይብሉ ኮይኑ እዩ ዝጸንሖም እሞ መንነትናሲ በዚ ስማት እዚ ይሸራረፍ ኣሎ እናበለ ሕርቕ ይብል። ተመሃሮኡ ክቃናንኡ ዝተፈላለየ ዓይነት ጣዕሞት ሒዞም መጺኦም ክወዳደሩ ከለዉ፣ ስጋይ ስጋኻ ተሪፉ፣ ስስዕትን ጀሃርሃርን ይስዕር ኣሎ ኢሉ ሕርቕ ይብል። ዘይተጸበዮም ተመሃሮኡ ኣብ ክፍሊ መጻወቲ ጌም ሒዞም መጺኦም፣ መምህር ኣብ ዘይብሉ ኣክንዲ ዘጽንዑ፣ ጌም ክጻወቱን ማይ ብዝነጽጋ ሸጓጉጥ ክጋጨጨቡን ከለዉ፣ ሓንጎሎም ካብ ፍልጠት፣ ምርምርን ምህዞን ይሽፍት ኣሎ ኢሉ ሕርቕ ይብል። ብበደል ደቆም ናብ ቤት ትምህርቲ ዝጽውዑ ወለዲ፣ ምስ መምሃራን ንኽርፍስ ዓጢቖም ክመጹ ከለዉ፣ ቀንዲ መትኒ ምፍራይ ብሉጻት ተመሃሮ ዝኾኑ፣ ዝምድና ወላድን ቤት ትምህርትን ክልሕልሕ ከሎ ተመሊሱ ዝገደደ ሕርቕ ይብል። ስለዚ በይኑ ኮይኑ ነዚ ስግኣት እዚ መጻኢ ንምግታእ ኣነ ከም መምህር ተመስገን መጠን እንታይ ክገብር ኣለኒ ኢሉ ይሓስብን ይመራመርን። መገድታት የናዲ፣ ባዕሉ ንባዕሉ ከቢድ ሓላፍነት ተሰኪሙ። ሰኸሙ ኣብ መዓልቦኡ ንምብጻሕ ድማ ቀንዲ ዕላማ ምንባሩ ገበሮ። ኣካረይቲ ገዝኡ፣ ወለዲ ሓደ ካብ ተመሃሩ እዮም። ኒምሮድ ሓደ ካብቶም ረበሽቲ ተመሃሮ ኮይኑ፣ ሓለፋ ሕንቃቐ ዘለዎ፣ ዳርጋ ኣብ ጉምቦ ኢድ ወለዱ ደገ ዝፍትን ዓይነት ሰብ እዩ። ስድርኡ ዝሰኣኑዎ የብሎምን፣ ኣዝዮም ርቡሓት እዮም። ካብ ስግር ባሕርን ካብ ዓድን ዝውሕዝ ሃብቲ ኣለዎም፣ ብፍላይ ከኣ እንዳዲኡ። ኣደ ኒምሮድ ወይዘሮ ገብሪኤል እያ ትበሃል። ሓያል ስለ ዝኾነት ግን ኣብቲ ገዛውቲ ቢግ ዳዲ ኢሎም እዮም ዝጽውዕዋ። ሓይላ ካብ ካንሸሎኣ ሓሊፉ ንኹለን ኣንስቲ ገዛውቲ ኣኺሉ ዝተርፍ እዩ። ወይዘሮ ገብሪኤል ኣብ ልዕሊ ሓይሊ ብድዐ እውን ኣለዋ። ብሃብታን ብደቂ ኣሕዋታን ልዕሊ ዓቐን እያ ምክሕቲ። ኣቦ ኒምሮድ ኣቶ ሳህለ ከም ስሙ ሳህለ እዩ። ገብሪኤል ክትዛረብ ከላ ብጩቕ ኣይብልን እዩ። ርእሱ ኣድኒኑ ምስማዕ ጥራይ እዩ ዝመርጽ። ከምኡ ስለ ዘዋጽኦ። ደቂ ገዛውቱን መሳቱኡን ድማ ወይዘሮ ሳህለ ይብልዎ። ብፍላይ ኣቦይ ጠሃኑር ዝበሃሉ ተጫራቓይ ናይቲ ገዛውቲ፣ ንሳህለ ክረኽብዎ ከለዉ ከይገጦይዎ ኣይሓልፉን እዮም። ሳህለ፣ ሰበይቱ ትሞልኮሲ ጀና ወይ ከኣ ገነት ትሞልቆ ክበሃል ሰሚዕካ ትፈልጥ ዶ? ነዞም ከማኻ ሰብ ጠልጠል ኣይትጽረፈና ሳህለ ይብልዎ። ግን ከኣ ከምዚኣ እናበሉ ኣቶ ሳህለን ወይዘሮ ገብርኤልን ልዕሊ ዕስራ ዓመት ኣብ ሓዳሮም ነቢሮም። ወሊዶም ኣመርዕዮም ኣባሓጎን ዓባይን ኮይኖም እዮም። ኒምሮድ ድሕሪ ነዊሕ ምቁራጽ ወሊድ ዝተወልደ ሕሳስልደ ወዶም እዩ። ስለዚ ድማ ሓለፋ ይሕንቅቕ። በሽቀጥቀጥ ዝብል በሽቃጥ ቆልዓ እዩ። ኣብ ክፍሊ ሓደ ካብ ሕማም ርእሲ መምህር ተመስገን ኒምሮድ ሳህለ እዩ። ኣብ ክፍሊ ዘይናይ ተማሃራይ ጠባይ የርኢ መምህር ተመስገን ድማ ሸለል ኣይብሎን ነቲ ዝጋናሕ ብመግናሕቲ ይሓልፎ ነቲ ዘቕጽዕ ጠባይ ድማ ይቖጽዖ። በቲ ንስድርኡ ዘጸውዕ ድማ ወለድኻ ጸዊዕ ይብሎ። ወይዘሮ ገብሪኤል ማለት ቢግ ዳዲ ተጸዊዓ ሓደ መዓልቲ ፉፍ ፉፍ እናበለት ንቤት ትምህርት መጸት። ልዕሊ ዝኾነ ነገር ወዳ ዝትንክፈላ ኣይትፈቱን'ያ። ካብ ጽንጽያ ዓይኒ ወዳ ዘንፍረላ፣ ንሰብኣያ ብዝጋምቢቲ ዝሰጥሓላ'ያ ትመርጽ። ስምዑ እስከ መምህር ተመስገን እንታይ በዲሉኩም እዩ እዚ ቆልዓ ብመውቃዕትን ብምስጓጉን ተሰንክርዎ ዘለኹም? ወድኺ ስነ ስርዓት የብሉን። እንተኾይኑ እዩ ስነ ስርዓት ዘይህልዎ። በዓል ስነ ስርዓት እዩ እቲ ወደይ። ክትብል ከላ፣ እቲ ሰለፍ ዱልዱል ምራኽ ዝመስል ብዋርቕ ሓጨምጨም ዝብል ቀይሕ ምናታን ቀላጽማን፣ ንናጻ ቅልስ ማለት ረስትሊን እትዳሎ ዘላ'ያ ትመስል ነይራ። ክንዲ ክንቲት ዘይርኣ መምህር ተመስገን፣ ኩሉ ነገራታ ድምብርጽ ከይበሎ፣ ጥራውዝቲ ተመሃሮኡ ብቀይሕ ፒሮ እናኣረመ'ዩ ዝመላለሳ ዘሎ። ስነ-ስርዓት የብሉን እብለኪ ኣለኹ። ብኸመይ ስነ-ስርዓት ይግበር ምሳይ ክትላዘቢ'ዩ ዘለኪ እምበር፣ ተገርጭ ክትምልስለይ ኣይግብኣክን'ዩ። በዘራርብኡን ንዕቀቱን እኳ እንተዘይዓገበት፣ ብሓይሊ ዓቕል ገዚኣ እሞ እንታይ ዩ በደሉ እስከ ንገረኒ? ምልዛባ ቁሩብ ዘዛንዮ ተመስገን ናብኣ ቅንዕ እናበለ ብህድኣት ኣብ ክፍሊ እናመሃርኩ ከለኹ ኣብ ዝባነይ ማይ ጺጽ ኣቢሉለይ ኢሉ ጌና ዘረብኡ ከይወደኣ ወይዘሮ ገብሪኤል ብዓውታ ሰሓቓ ነቲ ስታፍ መምሃራን ጨዲዳቶ። ካልኦት ኣብቲ ስታፍ ብህድኣት ስርሖም ዝሰርሑ ዝነበሩ መምሃራን ብኣግርሞት ይጥምትዋ ኣለዉ። እታ ገዛፍ ብኽዳውንቲ ዝተጠርነፈ ስጋ እትመስል ቅርጺ ኣልቦ ወይዘሮ ገብርኤል፣ ወጂ ሃላይ ኮፍ ኣበሃህላ ኮፍ ኢላ፣ ገዚፍ ከብዳ ክሳብ ዝንቀሳቐስ ኣፋህህ ኣቢላ ትስሕቕ። ተመስገን ከም ኣካራይቱ መጠን ጽቡቕ ገይሩ ስለ ዝፈልጣ ኩነታት ኣይገረሞን። ትም ኢሉ ተዓጊሱ ሰሓቓ ክሳብ ትውድእ ተጸበያ። ኣየ ኒምሮድ ወደይ! መቸም ኒምሮድ ወደይ ጻዕዳ መልኣኽ'ዩ። ሰብ ይቕየመለይ ኣሎ ኢሉ እኳ ዘይሓስብ፣ ቅድሚኡ ይስጥሓኒ እዚ ወደይ ሓላል። እምበኣር ንዓኹም ከኣ ማይ ጺጽ ኣቢሉልኩም ደኣሓን ደሓን መምህረይ ኣይትሓዙሉ ክኹርየሉ እየ ኣየ ኒምሮዳ በሉ እትውዎ ደሓን ወዓሉ ከይደ ኢላ ነቲ ዝተጣራነፈ ስጋታታ ነብሳ ሓፍ ኣቢላ ብድድ ኢላ ተሲኣ ከደት ኩሎም መምሃራን ኣፎም ከፊቶም እናጠመትዋ ዞፍ ዞፍ እናበለት ወጺኣ ከይዳ እግሪ እግራ እቶም መምሃራን ትዋሒሎምን ክስሕቁ መምህር ተመስገን ብድድ ኢሉ ንደገ ወጸ። ናይ ጥራውዝቲ ቦርስኡ ተሸኪሙ ኣብ ኣፍደገ ክጽበ ዝጸንሐ ኒምሮድ ንመምህር ተመስገን ምስ ረኣየ ሃጓፍ ናይ ዝሸረፈት ስኑ ከፊቱ ፍሽኽ በለ። ንገርሂ ፍሽኽትኡ ዘስተውዓለ መምህር ተመስገን ርህራሄኡ ኣብ ልቡ ማሕ ኢልዎ። ክድህሎ የብለይን ድማ በለ ብውሽጡ። ንዓሞ ኒምሮድ ወደይ! ጌጋ ከም ዝገበርካስ ተረዲኡካዶ? እናበለ ሒዝዎ ናብ ክፍሊ ገጹ ኣምሪሑ። ኒምሮድ ብገጽን ኣዘራርባን መምህር ተመስገን ተሓጒሱ፣ እወ መምህለይ፣ ድሕሪ ሕጂ ኣይልብሽን'የ፣ ምስ በዓል ቤካም፣ ፋይዛ ኮይነ ኣይልብሽን'የ፣ ኢሉ እግሪ እግሪ መምህር ተመስገን ወንጠር ወንጠር እናበለ ክኸይድ ከሎ፣ ናፊቓ ጸኒሓ ኣዲኣ ዝረኸበት ብተ'ዩ ዝመስል። ብድሕሪ'ታ ዕለት'ቲኣ መምህር ተመስገን ካብ ምስታ ብሃጓይ ኣዲኡ ዝመላለስ፣ ምስኡ ምርድዳእ ይሕሸኒ ኢሉ ስለ ዝወሰነ ምስ ኒምሮድ ተመሓዘወ። ወይዘሮ ገብርኤል ምህዳእን ስነ-ስርዓትን ወዳ ከም ምፍዛዝ ስለ ዝተረድኣቶ ክትሻቐል ጀሚራ። ስማዕ እስከ እዚ ርጉም መምህር እዚ እምበር ነዚ ቖልዓ ገለ ገይርዎ ፈዘዝ ፈዘዝ እኮ ኢሉ ብማህረምትን ጸርፍን እኳ እዩ ድሂልዎ ኢላ ንበዓል ቤታ ኣቶ ሳህለ ክትዛረቦ ከላ ኣጋውላኣ ምስ መምህር ተመስገን ክተባእሶ ከም ዝደልየት ተገንዚቡ ርእሱ ኣድኒኑ ኣጽቀጠ። ነታ ዕባራ ነብሱ በቲ ክንዲ ከላእ ዝኸውን ድፍእ ኣቢላ ብንዕቀት፣ ኣታ ንዓኻ እኳ እየ ወድኻሲ ጀልዓብ ኣቢሉ ከማኻ ክኸውን ይስተረኒ ገብርኤል ጀልዓብ ቆልዓ እኳ ይፍተወኒ ጓል ጉብረቱ ለቢሙ ልቡ ሰዂዑዮ ካልእ ኣይኮነን በሎ ኣቶ ሳህለ ዘይከም ነብሱ ድምጹ ብርቱዕን ጎርናዕን እዩ። ወይዘሮ ገብርኤል ብድምጹ እያ ስብእነቱ ዝሰውጣ መስለኒ ክዛረባ ከሎ ፍረ ዘረብኡ እኳ ጠላሕ እንተዘይበላ ድምጹ ግን ባህ እዩ ዝብላ ኣየ እዚ ፍጥረትና። ምስጢር ጥምረት ሰብ ሓዳር ኣዝዩ ዘገርም እዩ። ኦይ ተለቢሙለይ ድዩ ኪድ እንዶ ግዳ ነዚ ጨርቃም መምህር ኣጠንቁቆ ኣይትድሃለልና መልኣኽካ ይድሃል በሎ ኣውሪድሎይ ዶ ጓል ግብረቱ ኣብ ገዛይ ብዘይ ጠቅም ክራይ ተቀሚጡ ሲ ናብ ጭቃ እሾኽ ክኾነኒ ዳሓን ዳሓን ባዕለይ ክዛረቦ እየ ኮምኡ ጌርኪ ተጋንን እዮ ሕጂ ውን እቲ ጎርናዕ ድምጹ ደርጉሓላ ካልእ ክትምልሸሉ ሓሲባ ኔራ እንታይ እሞ ድምጹ እንዶ ገል ዓይነት ሙቆት ኮይኑ ዝነዝሓላ ጎቲታቶ ናብ መደቀሲኦም ተሃንዲዳ ብቀትሩ ተመስገን እዚ ወለዶ ብዓውሎማ ተጸልዩ ካብ ንቡር ሓዲድ ወጺኡ ይሃልል ኣሎ እዩ ዝብል። ትም ኢሉ ተዓዛቢ ክኸውን ከሎ ሕልንኡ ስለ ዘይፈቕደሉ መበቆላውነት ኢሉ ዝሰምያ ጽሕፍቲ ክሓናጥጥ ካብ ዝጅምር ነዊሕ ግዜ በሊዑ እዩ። ንነዊሕ ሰዓታት ኣብ ላይብለርን ኣብያተ መስተን ብዘንብቦ ዝፈጠሮ ክትዓትን ንምህብታማ ይጽዕር። ስለምንታይ ዘይፍትሓዊ ዓውለማ? እዚ ክበሃል ከሎ ዓውለማ ብሰብ ጸጋ ምዕራባውያን ዝተሃንደሰ ዕብለላ ደኣምበር ርትዓዊ ዓውሎማ ኣይኮነን። ንሶም ዝደልይዎ ጥራይ ምዃንን ንዕኦም ጥራይ ምምሳልን ከመይ ኢሉ ዓውሎማ ይበሃል? ዓውሎማ እኮ ሞዛይክ እዩ ክኸውን ዘለዎ። ንሕና ኣፍሪቃውያን ክዕውለም ዝግብኦ ብዙሕ ብልጫታት ኣለና። ካብ ኤስያ፣ ደቡብ ኣሜሪካ፣ ኣውስትራልያ ከምኡውን። ኣየ ተመስገን፣ ኣተሓሳስባኻ ክውንነታዊ ኣይኮነን። ኣብ ሕጊ ተፈጥሮ ዝሃብተመን ዝሓየለን እዩ ዝዕብልል። እቲ ድኻን ድኹምን ድማ ንዕኡ ይመስል። ንሕና ድማ ድኻታትን ድኹማትን ስለ ዝኾንና ሰማዒ የብልናን። ድምጽና ህጡም እዩ። ሰዓቢ የብልናን። ምኽንያቱ ንሰዓቢና ዘውሕስ ዓቕሚ የብልናን። ስለዚ ፈቲና ጸሊእና ንምንባር ነቶም ሃብታማትን ሓያላትን ክንሰምዕን ከንዕዘብን ኣለና። እዚ ናይቶም ኢድካ ንላዕሊ ከይተባህሉ ብፍቓዶም ኢዶም ዝህቡ ሰነፍ ኣተሓሳስባ እዩ። ንሕና ድኻታት ኣይኮንናን። ድኹማት እውን ኣይኮንናን። ዝጎደለና እንተሃለወ ትምህርትን ጽጹይ ዕላማን ተበግሶን ጥራይ እዩ። ነዚ ከኣ ካብኣቶም ከይተደገፍና ብውሽጥና ክነማልኦ ንኽእል ኢና። ሓይሊ ሓሳብ መሰረት ስልጣን እዩ። ምዕራባውያን ይኹኑ ምብራቓውያን ፈላስፋታት ብሓይሊ ሓሳቦም ነዛ ዓለምና ቀይሮማ። እዚ ዘካትዕ ኣይኮነን። ንሕና እውን ዝተራቐቐን ብሱል ሓይልን ሓሳብ መታን ክህልወና ብዕላማናን ራእን ክንመሃር ኣለና። ፍልጠት። ፍልጠት እዝን ከምዚታትን ዝኣመሰለ ክትዓት ምስ መሳርሕቱን መማስይቱን እናዕለለ መበቆላውነት ንእትብል ጽሕፍቱ መሀብተማ ኣስቤዛ ይእክበላ። መምህር ተመስገን ኣብ ከምዚ ናይ ፍልስፍና ዓለም ጥሒሉ ወለዱን መቕርቡን ቀጻሊ ንዘቕርቡሉ ናይ መርዓን ሓዳርን ዛዕባ ጸማም እዝኒ ሂብዎ ዕድሚኡ ኣርባዓታት ረጊጹ'ዩ። መደቀሲቱ ስካቡሉ ስካቡሉ ምሽታትን ምጽምዋን ኣይተረፋ። ቅራፍ እንቋቑሖ፣ ሽጉርቲ ኮሚደረ፣ ዝኸበበ ካልሲ፣ ሉሉያት ንብረት ናይታ ገዛ እዮም። ኣብ ሸሓኒ ዝተደፍኣ ቆጽሊ ናይ ሻሂ እውን ኣይሰኣንን። ሳሕቲ ግዳ ከምኡ ተኻረይቲ ዝኾኑ ኣዕሩኽ ኣማንን ሃናን ንገዛ መምህር ተመስገን ኣለይመለይ ይብልዋ እዮም። ኒምሮድ እውን ተመስገን ኣብ ገዛ ክጽሕፍ ክውዕል ከሎ ካብ ቢግዳዲ ተሓቢኡ ካልስታት መምህሩ ሓጺቡ ይሰጥሕ እዩ። መምህር፣ ውላድን በዓልቲ ቤትን ደኣ ኣይሃልዎ እምበር በዓል ኣማን፣ ሃናን ኒምሮድን ኣየጸምዎን እዮም። ተመስገን ንፍቑራት ኣዕሩኽ ኣማንን ሃናን ንምንታይ ስድራቤታቶም ገዲፎም ተኻርዮም ይነብሩ ኢሉ ምስ ሓተቶም ታሪኾም ኣዘንትዮምሉ። ኣማን ቅጥንጥን ዝበለ፣ ቆማትን ፍሩይን ኣዒንቲ ዝውንን ከደራይ ወዲ ዕስራን ሽዱሽተን ዓመት መንእሰይ'ዩ። ካልኣይ ደረጃ ትምህርቱ ዛዚሙ ኣብ ሞይኡ ቅብኣ ስልጠና ወሲዱ ቅብኣታቱ እናሸጠ ህይወቱ ይመርሕ። ሸቃሎን ተመላለስቲ ቤተክርስትያንን ዝኾኑ ስድርኡ በቲ ዝኣምኑሉ መገዲ ብስነ-ስርዓት ዘዕበዩዎ ቁጹዕን እዱብን መንእሰይ እዩ። ልቢ ካብ ዝሰኩዕ ኣትሒዙ ወላ ኣብ ኣከዳድንኡ ሓደ ሓደ ዕቃበታት እንተነበሮ ኣፍ ኣውጺኦም ግን ተዛሪቦሞ ኣይፈልጡን እዮም። ቀንዲ ጸገም ንሞይኡን ስእሊ ቅብኣን ስራሕ ድያብሎስ እናበሉ ይውግዝዎን ዕድላቱ የጽብብሉን ምንባሮም እዩ። ሃና ናብ ሕጽር ዝኸደ ማእከላይ ቁመት ዘለዋ፣ በርሃው ዝበለ ከደራይ ሕብሪ እትውንን፣ ደቀቕቲ ጸጉሪ ኣብ ቀላጽም ኣእዳዋን ደናጉኣን ኣብ ትሕቲ ኣፍንጫኣን ብስሑው ዘር ምባሎም ፍሩይ መቐረት መልክዕ'ዩ ዝህባ። ጸጉሪ ርእሳ ድማ ኣዝዩ ለማሽ ካብ ምዃኑ ንድሕሪት ሰጥ ኣቢላ ምስ እትምሸጦ፣ ብቕድሚት ጸጉሪ ዘለዎ ኣይትመስልን። ፍረ ደረታ ካብ ምድቃቕ ዝተላዕለ ኣብ ትሕቲ ጎልፎ ወይ ግፍሕ ዝበለ ማልያ ዘለዋኣ ኣይመስላን እየን። በረኸታ ኣብ ጎሎኣን ደናጉኣን እዩ። ካብ ኩሉ ኣካላታ ጎሊሐን ዝጥመታ ጎሎኣን፣ ዓይኒ ፍንጃል ኣዒንታን ጉልሕምሕም እብላ። መኻፍቲ ኣፋ ጽብብ ዝበለ ክነሱ ካብኣ ዝወጽእ ድምጺ ጣዕሙን ዓውትኡን ዘገርም እዩ። ክትደርፍ ከላ ድምጻ ብልቢ ካብ መዓናጡኣ ስለ እተውጽኦ፣ መትንታት ገጻን ክሳዳን ይገታተሩ። ተውህቦ ድምጻ ብኣጋ ዘለለየት ድምጻዊት ናይ ምዃን ናይ ህይወት ሕልሚ ዘለዋ ጎርዞ'ያ ጓል ዕስራ ዓመት ሃና። ወለዳ ተፋቲሖም፣ ኣቦኣ ካልእ ሰበይቲ ኣእትዩ፣ ኣዲኣ ድማ ንስግር ባሕሪ ተሰዲዳ ምስ ዓባያ ማለት ኣደዲኣ'ያ ዓብያ። ዝሕልዋን ዝገንሓን ቅኑዕ መገዲ እናትሓዘ ዘዕቢ ወላዲ ወይ ኣደ እንተዘይረኸበት፣ ንፋስ ጎደናታት ከይተወቕዐት ጓል ገዛ ኮይና'ያ ምስ ዓባያ ዓብያ። ክልቲኦም ኣብ መድረኻት ስነጥበብ ምስ ተራኸቡ ከዋኽብቶም ተጋጣጢሙ ጉዕዞ ፍቕሮም ጀሚሮም። ምኡዝ ጉዕዞ። ጉዕዞኦም መዓልቦ ክገብሩሉ ደልዮም። ኣማን ንስድርኡ ሓሳቡ ምስ ገለጸሎም ጓል መን ምዃና ሓቲቶም ምስ ፈለጡ ኣይ መዋስብትናን እዩ ኢሎም ኣብዮሞ። ስለምንታይ ንዝብል ሕቶ ኣዕጋቢ ምላሽ ክህብዎ ኣይከኣሉን። ምኽኒታቶም ንፍቕሪ ዝቐትል ምኽንያት ኣይነበረን። ሃና ኣፍቃሪቱ ከይትጉዳእ ፈሪሕላ ምኽንያቱ ሃና ክትፍቀርን ክትሕንቅቕን ዝተፈጥረት ፍልይቲ ህያብ እያ እዩ ዝብላ። ዝብሎ ኣብ ግብሪ ንምውዓል ከኣ ካብ ፍቓድ ወለዱ ወጺኡ ምስ ሃና ክነብር ወሲኑ ኣእሚንዋ። ሃና ውን ብዘይ ብኣኻ ወጊሑ ኣይምሰ ጽላለ ኢኻ ስለ ትብሎ ኣብ ሓሳቡ ንምርዓም ሰጋእ ኣይበለትን። ብሕጽር ዝበለ ኣመጻጽኣን ኣከባብናን በዓል ኣማን ነዚ ይመስል። ተኻርዮም ዝተቐመጥዎ ገዛ ድማ ምስ መምህር ተመስገን ኣጎራቢትዎም እዩ። ወለድና ተጣዒሶም ንዑ ብኽብሪ ኣመርዒና ክነፋንወኩም ኩብሉና ብሃንቀውታ እናተጸበና ንመርዓናን ሓዳርናን ዘድሊ ነገር ኣብ ምምላእ ንርከብ ኣለና ዝብል መልሶምን ኣደቦምን ዘድነቐ መምህር ተመስገን ኣብ ምዉቕን ቁቡልን ሓዳር ንኽበጽሑ ኩሉ ወርቃዊ ምኽርታቱ ለጊስሎም ንሰባት ሓቲትካ ውሽጦም በርቢርካ ምኻድ ጥራይ ስለዝየለ በዓል ኣማን ውን ታሪኽ ሂወት መምህር ተመስገን ክሓቱ ንቡር ዩ። ከምታ ቀሊዖም ዝነገርዎ ንሱ ውን ጋህዲ ጌሩ ታሪኽ ሂወቱ ነጊርዎም። ልዕሊ ኩሉ ዕላማ ሂወቱ ዝሰርዖ ብመምህርነት እናቐጸለ ብዛዕባ ኣበራት ዓውሎማን ብልጫታት መቦቆላውነትን እተስተምህር መጽሓፍ ኣሕቲሙ ምዝርግሑ መደቡ ምዃኑ ገሊጽሎም። ምስ ሞያታት ዝሳነ ዝምስጦም ዕላማ ስለ ዝኾነ ኣብ ጎኑ ኮይኖም ከም ዝድግፍዎ ቃል ኣትዮምሉ። ጉርብትንኦም ድማ ብዕላማ ዝያዳ ተሪሩ። ሸሞንተ ጥሪ ክልተ ሽሕን ትሽዓተን ዓመተ ምህረት መበል ዓሰርተ ክልተ ዓመት ኒምሮድ ሳህለ እዩ። ኣብ እንዳ ሳህለ፣ ብልምዲ እንዳ ወይዘሮ ገብርኤል ማለት እዩ፣ ዓቢ ኣርእስትን ውራይን ካብ ዝኸውን ካልኣይ ወርሑ ኣቑጺሩ እዩ። ብዝለዓለ ዘበናዊ ወግዒ ክጽምበል፣ ተሸብሸብቲ ኣንጎት ክበሃል ይቐንዩ። ንዕዱማት ዝዕደል ፍሉይ ስሉም ወረቐት ተዳልዩ፣ ንቤተ ዘመድን ላዕለዎት ኣጋይሽን ዝግበር ኣቀባብላን መስተንግዶትን ኣብ ክልተ ደረጃ ተፈልዩ። ሽዑ መዓልቲ ኒምሮድ ዝኽደኖ ክዳን ካብ ለንደን ኣብ ዝርከቡ ዓበይቲ ኣሕዋቱ ተላኢኹሉ። በዓል ልደቱ ተቓሪቡ መዓልታቱ ኣብ ዝተረፈሉ ሓደ ምሸት፣ ገብርኤል ንሳህለን ኒምሮድን ኣብቲ ዓርሞሽሽ ሳሎን ተደሪሮም እናተዛናግዑ፣ ሳህለ፣ እቲ ዕድመ ዝርዝር ደጊምካ ርኢኻዮ ዲኻ? ዝተረፈና ሰብ ከይህሉ። ኢላ ወይዘሮ ገብርኤል ኣእዳዋን ኣእጋራን ክሳብ ከባቢ ብርካያ ተሓኒና። ምስቲ ቀይሕ ቆርበታ እቲ ኳኽ ዝመስል ሕነኣ ባዕ ኢሉ ነበረ። እንታይ እሞ ክኸውን እዩ ቅርጻ እንዶ ብኩዐ ኮይኑ። ሪሞት ሒዙ ኣብ ስክሪን ኣቕሊቡ ዝነበረ ኣቶ ሳህለ ገጹ ካብ ስክሪን ቴሌቪዥን ከይኣለየ ቸክ ጌረዮ'የ ዝተረፈኒ ኣገዳሲ ሰብ የለን ምስ በለ መጽሓፍ ሕርሻ እንስሳ ዘንብብ ዝነበረ ኒምሮድ መጽሓፉ እናዓጸፈ ኣነ ግን ዝዕድሞ ሰብ ኣለኒ ስለዚ ሰለስተ ወረቐት ዕድመ ሃቡኒ ኢሉ ብልዝብ ዝበለ ኣዘራርባ። ገብሪኤል ሕቶ ወዳ ዓጂቡዋ በእዳዋ ናይ ታሕጓስ ኣፍልባ እናሃረመት ኣሰይ ኣሰይ ኒምሮድ ወደይ ድሮ ጎቢዝካለይ ስካዕ ቻቻት ከኣ ጌርካ ኣሰይ ጅብዕተይ ሽኮሪናታት ድየንከ ኢላ ዝረብሕ ከም ዝተዛረበት ካዕካዕ ኢላ ሰሓቐት ሎሚ ሎሚ ኒምሮድ ኩሉ ነገር ናይ ኣዲኡ ጠላሕ ምባል ኣብዩዎዩ በታ ንእሽቶ ሓንጎሉ ክትንትኖ እኳ እንተዘይከኣለ፣ ኣዲኡ ብሓፈሻ ኬፍ ምሃብ ኣብያቶ እያ። ንመሓዙተይ ኣይኮንኩን ክዕድም ደልየ፣ በላ ዕትብ ኢሉ። ወይለከ ገብርኤል! ንመን ድኣ ደሊኻዮ? ንመምህር ተመስገን፣ ንኣማን፣ ንሃና ከኣ። ምስ በለ፣ ገብርኤል ብሓንሳብ ናብ ነብሪ ተቐይራ። ጸጉሪ ርእሳ ተኸዩፉ ካብ መቓብር ዝወጸት ቫምፓየር መሰለት። ብጎቦ ዓይኑ ዝጠመተ ኣቶ ሳህለ ድማ ከይትሪኦ ደኒኑ ይስሕቕ ነይሩ። እንታይ! ኒምሮደይ! ዓቢድካ ኢኻ መስለኒ። ኣብቲ ክቡር በዓልካ ኣብቲ ክቡራት ሰባት ዘለዉዎሲ እፍሊ መምህር ወዲ መምህር ክትዕድመልና? ወይለከ ዘይሰምዖ ዘይብለይ ጓል ጉብረቱ! ክትብል ከላ እቲ ሕንቁቕ ወዳ ኮይኑዋ እምበር ካልእ እንተዝኸውንሲ ከም ጡጥ ጨጪሓ ፍረ ልቡ ምውጸኣቶ። ኒምሮድ ሓንቲ ነገር ከም ዘይትገብሮ ስለ ዝፈልጥ ቅጭጭ ከይበሎ እሞ ኣነ መምህር ተመስገን ዘይዕደም እንተኾይኑ ኣነ ልደተይ ኣየብዕልን ይብለኪ ኣለኹ ኢሉዋ ክበኪ ሕንቕንቕ እናበለ ኣቡኡ ሳህለ ከምዛ ዘይሰምዐ ሪሞት ሒዙ ይጠዋወቕ። ገብሪኤል ተግባር ሰብኣያ ኣሕሪቑዋ ኣጋንንታ ናብኡ እናቕንዐት ኣንታ ኣንታ ዕደ ሳህለ ትሰምዖ ደለኻ ወድኻ ዝብሎ ዘሎ ንዓኻ እንድዩ እታ ሽለት! ግዒራትሉ። ንሱ ግን ልባ ፈሊጡ ከማኻ ኣይበለን ሪሞት እናጠዋወቐ ታይ እሞ ክንብሎ ኢና መምህረይ ክዕድም ኣለዎ እንተይሉ ንመምህሩ ንዓድመሉ ወገን ወዱ ሒዙ ገብሪኤል ፀጉራ ክትነፂ ቁሩብ ተሪፉዋ ክልተ ከክንዲ ከላእ ኣስላፋ በእዳዋ እንዳጠብጠበት እምበኣር ሳህላ ከዓ ከምኡ ኢልካኒ ወይ ኣነ ገብሪኤል ወይ ኣነ ጓል ጉብረቱ ኣቦን ወድን ተሻሪኽኩምለይሲ ውራየይ ክተበላሽዉ ተዓጢቕኩም ኣብቲ ናይ ብሮቶኮል በዓልሲ እዚ በዓል ሰኽራም ተመስገን ክሕወስዎ ኣንታ ፈጣሪ ዘይተስመዓኒ እባ የብልካን ወይ ኣነ ግዲ ሸእ ኣሕዋተይ ኣብዚኣ ተዝህልዉስ እባ ሳህለ ከምዙይ ምበልካንን ይፈልጠካ እምበሬ እንታ ምሽኳት ወይ ኣነ ሸእ ከም ዝተወግእት ዋዕሮ ሓፈጠቕ በለት። ሳህለ ዘረባኣ ቆለጭ እኳ እንተበሎ ፍርሕ ስለ ዝብል ግን ትም መሪጹ። ኒምሮድ ኣቡኡ ኣብ ቅድሚኡ ብኣዲኡ ክዋረድ ከሎ ሕማቕ ተሰሚዕዎ። ኣቡኡ ዓጸፋ ክምልስ ተጸብይዎ ግን ኣይመለሰን። ማማ ንምንታይ ኢኽን ንበዓል መምህር ተመስገን ትጸልእዮም ንዓይ እኮ ንፉዕ መምህረይ እኮ መምህር ተመስገን እዩ ምስ በላ ትምልሰሉ ጠፊእዋ ዓነን ዓነን በለት። ሳህለ ነታ ቲቪ ኣጥፊኡ ነቲ ሪሞት ኣብ ጣውላ እንዳሰንደወ እቲ በዓል ናይ ኒምሮድ በዓል እዩ ንዑ ክነሐጉስ ኢና ከኣ ንገብሮ ዘለና ስለዚ ንዕኡ ባህ ዝብሎ ክገብር ኣለዎ ዳሕራይ ከኣ መምህር ተመስገን እንታይ ዶ ኣብራ ኣለዎ እዩ ኣማንን ሃናን ከ እንታይ ይወጾም ይተዓደዉ እምበር ጸገም ዘለዎ ኣይኮነን ንግሆ ሰለስተ ወረቀት ዕድመ ክህበካ እየ ባዕልካ ትህቦም ኒምሮድ ወደይ ክብል ኮሎ እቲ ብርቱዕን ዓርዳድን ድምጹ ኣብ መትንታት ገብርኤል ድሮ ትዘዝትኡ ጀሚሩ ስለ ዝነበረ ሕርቃና ናብ ካልእ ነበልባላዊ ስምዒት ተቐይሩ ንሰብኣያ መሪሓ ጸደፍደፍ እንዳበለት ኣብ መደቀሲኣ ኣትያ ክዳውንታ ካብ ነብሳ ክትለቅቕ ጀመረት ኒምሮድ ወደይ ኣብ በዓልካ እንተ ጥዒሙኒ ክመጽእ እየ ምናልባት ስራሕ ተበዚሑኒ ግን ኣይትሓዘለይ ኢኻ ከም ህያብ ልደትካ ትኾነካ ግን ሓንቲ ነገር ክነግረካ እየ ኒምሮድ ዝብል ስም ኣብ ግዜ ኣቦና ነቢ ኣብርሃም ሰባት ከም ኣምላኽ ዘምልኽዎ ዝነበሩ ብኢድ ዝተሰርሐ ጣኦት እዩ ኣቦና ነቢ ብርሃም ድማ ነዚ ዘይሰምዕ ዘይርኢ ባዕልኹም ዝጸረብኩሞ ጣኦት ከመይ ጌርኩም ተምልኽዎ ንኹላትና ሰማይን ምድርን ዝፈጠረ ሓደ ኣምላኽ እመኑ ክትድሕኑ እናበለ መገዲ ሓቅን ህይወትን መሪሑ። ስለዚ ኒምሮድ ዶ ይምረጽ ኣብርሃም? ኢሉ ማዕረ ቁመቱ ክመዓራረ ተንበርኪኹ ምስ ሓተቶ፣ ኒምሮድ ብኣድንቖትን ፍቕርን ጥምት ኣቢልዎ። እተን ንኣሽቱ ምጭዋት ከናፍሩ ገሊኡ ድማ ምስ ፍሽኽታ፣ መምህር፣ ኣነ ካብ ሎሚ ጀሚረ ኣብርሃም እየ ዝደሊ፣ ኒምሮድ ኣይደልያን እየ! በለ። መምህር ብልቦንኡ ተሓጒሱ፣ ኣብ ምዕጉርቱ ኣፍ ኩስ ኣቢሉ ቁንጥጥ እናበለ፣ ብራቮ! ኣብርሃም! ርሑስ በዓል ልደት ይግበረልካ! ኢሉዎ ብድድ ኢሉ ክኸይድ ምስ በለ፣ ኒምሮድ ብኢዱ ሒዙ፣ መምህር፣ እንድሕን ትፈትወኒ ኾንካ ንበዓል ኣማን፣ ምስ ሃና ሒዝኩሞ ምጹ፣ ኣነ ንስኻትኩም እንተዘይመጺኹም ክበኪ ክውዕል'የ ኢሉ ሕንቕንቕ በለ። መምህር ልቡ ተተንኪፉ ርእሱ ነቕኒቑ ሕራይ ኢሉዎ። ኣብቲ ናይ በዘቕዘቕ ርኣዩኒ-ርኣዩኒ ናይ ሃብታማት ግብጃ ክህሉ ፍጹም ድሌት እኳ እንተዘይነበሮ፣ ንዝፈትዎ ኒምሮድ ነበር ኣብርሃም ከሐጉስ ክሕወስ ወሲኑ። ከም ስነ-ጥበባውያን ፍሉይ ነገር ምርኣይ ዘገድሶም ኣማንን ሃናን፣ ኣብቲ ዕድመ ምስ መምህር ተመስገን ናይ መዓልቲ ልደት ናይ ሰናይ ትምኒት ካርተሊናታት ሒዞም ኣትዮም። ኣብ መንጎ እቶም ስቡሓት ዕዱማት ምስ ኣተዉ ንበይኖም ሃሳሳት ኮይኖም። ዘኽፍእ እኳ እንተዘይተኸድኑ፣ ወዝን ወላህላህታን ግን ካበይ ይምጻእ? ኒምሮድ ንጉስ መሲሉ ምስ መሳቱኡ ከዕልል ጸኒሑ፣ በዓል መምህር ክኣትዉ ምስ ረኣየ ብታሕጓስ እናዘለለ ናብኦም ቀሪቡ ድሕሪ ምስዓም፣ መሪሕዎም ናብ ኮፍ ዝብሉሉ ፍሉይ ጣውላ ኣብጺሕዎም። ኣብቲ ዓቢ ክፍሊ ሳሎን ዝነበረ ዓይነት ፋሽን ኣከዳድና፣ ፋሽን ኣመሻሽጣ፣ ዓይነት ስልማትን ሜክኣብን፣ ሃገግታ ጨናታትን ነቲ ገዛ ጃምላዊ ምርኢት ፋሽን ኣምሲልዎ'ዩ። እቲ ዕላላት'ውን ተመሳሳሊ ብዛዕባ ዋጋታት ኣዋርቕ፣ ማካይን፣ ሸርፍን ነዳድን ዝኣመሰለ'ዩ። ጃህራን ውድድርን ዝዓብለሎ ፋሽን ኣዘራርባ። ሰብ ውራይ ገብርኤልን ሳህለን ድማ የማዕርገና'ዩ ዝብልዎ ተኸዲኖም እናኾለሉ ብልዑልና ስተዩልና ይብሉ ነበሩ። ኣብ ገለ ዕላላት ውን ሕውስ እናበሉ የዕልሉ። ኣውግሪ ስኞራ ገብሪኤላ። ኒምሮድ ሳልሳይ ምውጽኡ ፍሬዘር ወደይ ነጊሩኒ። ብራቮ ዩ ፍሬዘር ወደይ ከማን ራብዓይ ወጺኡ። ሃህሃህ ኢላ ሓንቲ ካብተን ዕዱማት ለተንሰ ኢያ ስማ ኔራ። ንሓደ ጣልያን ምስ ተመርዓወት ግን ስማ ናብ ኢዛቤላ ቀይራቶ። ብጋዜጣ ጸጉሪ ርእሳ ንላዕሊ ዊጥ ኣቢላ ስለ ዝተመሸጠት ቱቦ ናይ ትኪ ዝተሸከመት ትመስል።

ስፕርያሞ ሓው ይመጽእ ክምለስ ስፕርያሞ ተጻወቲ በሊ ስተዪ መጻኹ ኢላ ገብርኤል ናብቶም ካልኦት እናኸደት ኣዒንታ ኣብ ጣውላ በዓል መምህር ተመስገን ዓሊበን ብሓንሳብ ድማ ገጻ ግብ ኢሉ። ብልባ ንወዳን ንሰብኣያን የባላሽኹም ብልሽዋት በለት ግድነት ስለ ዝኾና ግን ዕረ እናጠዓማ ናብኣቶም ቀሪባ እህ ዝጎደለ ኣሎ ድዩ ጥራይ በለቶም። እንቋዕ ደሓን መጻኹም ዓጽምኹም ትኽበር ዝብሉ ወርቃውያን ቃላትን ፍሽኽታኣን ዘይብሉ ደረቕ ሕቶ። መምህር ተመስገን ብሃንጋይ ኢሉ'ዩ ዝጽውዓ። ትርጉሙ ድማ ዝለዓለ ደረጃ ናይ ዕሽነት ማለት'ዩ። ሱፐር ዓሻ። ስለዚ ብተግባራታ ኣይግረምን'ዩ። ድሮ'ውን ሰለስተ ቅዳሕ ዊስኪ ገልቢጡ ስለ ዝነበረ ኣዒንቱ ቀይሐንን። ነታ ዝተወደእት ብርጭቁኡ እናልዓለ። ዊስኪ ጥራይ ኢሉዋ ገጽ ከይሃባ ቢግዳዲ ብልባ ስም ምግበረልካ ሰኽራም ጢኖ እናበለት ኣእንጋዲ ጸዊዓ ዊስኪ ክወሃቦም ኣዚዛ ዞፎቕ ዞፎቕ እናበለት ካብቲ ከባቢ ተኣለየት። ከምቲ ወግዒ ናይቲ ግብጃ ኮመርሻል ፍሽኽታ ኣብ ገጻ ጠቂዓ ናብ ካልኦት ዕዱማት ተጸንቢራ። ሳህለ ብማዕዶ ምስ በዓል መምህር ክተዕልል ስለ ዝረኣያ ገለ ዘየድሊ ተዛሪባ ኣቐይማቶም ከይትኸውን ሰጊኡ ምስ ከደት ብቕልጡፍ ናብ በዓል መምህር መጺኡ፣ ኢሂ ኩቡራተይ ኣብ ሰዓትኩም ብምምጻእኩም ክብረት ንዓና ስለ ዝኾነ ክብረት ሃበልና፣ ኳዕ ደሓን መጻኹም፣ ታይ ኣሎ ዝጎደለ? ክብሎም ከሎ ንኣኽብሮት ሓው ስድንን ኢሉ'ዩ ኔሩ። ሃና ድምጹ ኣመና ገሪምዋ፣ ካብታ ልሕልሕቲ ነብሱን ማይ ክወርድ ከሎ እተርኢ ጎረርኡን ነዚ ዝመስል ነጎድጓዳዊ ድምጺ ከውጽእ ከሎ ብኣእዛና ተጣራጠረት። ሓይሊ ድምጸይ ከም ናቱ እንተዝኸውን ዓለም ትንቕንቕ ደራፊት ምኾንኩ ኢላቶ ንኣማን። ንሳህለ ብልባ'ያ ትቐንኣሉ። ሽዑ'ውን ድምጹ መሲጡዋ ቀዳመይቲ ዝመለሰት ባዕላ ሃና'ያ ነይራ። ንሕና'ባ ደኣ ክብረት ይሃበልና ኣቶ ሳህለ ኣዝዩ ግሩም ውራይ እንቋዕ ሓጎሰኩም ኢላ ነታ ሕቱኡ ግን ረሲዓታ። ተመስገን ትቕብል ኣቢሉ። ብጀካ ዊስኪ ዝጎደለ የለን ኣቶ ሳህለ ኩብሎ ኮሎ መልሓሱ ድሮ ሸታሕታሕ ክትብል ጀሚራ ነይራ ኣማን ብኣሳትያ መምህር ተሜ ስክፍታ ኣሕዲሩ መምህረይ እናዕለልና ቀስ ኢልና ዘይንሰቲ ኢልዎ ምስናይ ትሕትንኡ መምህር ሓዳሽ ዝተቀድሓትሉ ዊስኪ ብሓንቲ ትንፋስ እናዓለወ ኣብቲ ዝደልዮ ቦታ እንተዘይኣትየ ካልእ ግዜ ዘይገብሮ ተግባር እየ ዝገብር ምስ በለ፣ ኣብ ልዕሊኡ ክብረትን ፍቕርን ዘለዎም ኣማንን ሃናን ጭንቀትን ፍርሕን እናወረሮም ትም ኢሎም ክሰምዕዎ መሪጾም። ርኤኹም ኣለኹም፣ ኣነ ሎም መዓልቲ ኣዝዩ ዓብዪ ጌጋ እየ ተጋግየ። ሰሚዕኩምኒ፣ ሕጂ ኣብዚ ቦታ ክህሉ ኣይነበረንን። እዚ ቦታ ናተይ ኣይኮነን። እዞም ኩሎም ኣብዚ ዘለዉ ሰበይ ኣይኮኑን። ኩሎም ኩሎም ኣርተፍሻል ሰባት እዮም። ኩሎም ዘይንሶም ክመስሉ ይጽዕሩ ፍሹላት ተዋሳእቲ ድማ እዮም ትርድኡኒ ዶ ኣለኹም እስከ ረኣዩኒ ረኣዮም እሞ ኩላቶም መን ኣላ ነዴታታ ዝመሰለት መን ኣላኸ ብባህላዊ ልብሲ ዝገረመት እልልታ ሰሚዕኩም ከም በዓል ኮቦሮ እምብልታ መለኸት ወዘተ ኣብ ኤርትራ ድና ድልና ወላስ ኣብ ሚላኖ ቺካጎ ቶሮንቶ ወይስ ኣብ ቴል ኣቪቭ ለንደን እናበለ ድምጹ በብቑሩብ ዓውታ ወሲኹ ናብ ጥቕኦም ዝነበሩ ዕዱማት ኣቓልቦ ስለ ዝሰሓበ በዓል ሃና ኣመና ተሽቑሪሮም መምህር ልብኻ ደኣ ይዓቢ እምበር እቲ ክንኮኖ ዘይንደሊ ህይወት እንታይ ከም ዝመስል ኣብ ውሽጡ ኣቲና ክንዕዘቦ ምብቃዕና ጽቡቕ ኣጋጣሚ እዩ ዝስምዓኒ ኢላ ሃና ነተን ኣመና ጽሩያት ኣዒንታ ጉልሕምሕም እናበለት ሓሳባታ ብልባ ዝደጎፎ ኣማን ሓቃያ ሃና ጽቡቕ ጌርና ተዓዚብናዮ ንኺድ ምስቲ መበቆላዊ ናትና ውራይ ክነናጻጽሮ ኣዝዩ ክሕግዘና እዩ መምህር መምህር ወላኳ መስተ ድፍእ ድፍእ የብሎ እንተነበረ፣ ርዝነት ሓሳቦምን ስክፍትኦምን ብኣጋ ቆብ ኣቢልዎ ነበረ። ብሓይሊ ስምዒቱ ክቋጻጸር እንተ ኣብይዎ ድማ ክኸይድ ከም ዘለዎ ተረዲኡ። ኣብ መንጎ ዕላላቶም ኩሉ መብራህትታት ናይቲ ክፍሊ ግብ ኢሉ። ሽዑ ድማ ሽዑ ድማ ዓሰርተ ክልተ ሽምዓታት ዝተተኽላ ዓባይ ቶርታ በብሓደ ሽምዓታታ ተወሊዑ። ኩሉ ዕዱም ኣብ ዙርያኣ ከቢቡ እናጣቕዐ ሃፒ በርዝደይ ቱ ዩ ሃፒ በርዝደይ ቱ ኒምሮድ እናበሉ ዘመሩሉ። ኒምሮድ ከኣ ብትንፋሱ ነተን ሽምዓታት ምስ ኣጥፈኣን፣ ምስ ጨብጨባ መብራህቲ ዳግም ተወልዐ። ኩሉ ዕዱም ድማ ዘዘምጽኦ ህያብ ናብ ኒምሮድ ከውሕዝን ክስዕሞን ጸጽቡቕ ኣጋጣሚ ክምነየሉን ጀመረ። ኩሉ ዕዱም ብዘይተጸበዮ ኩነታት ኩሉ ዕዱም ብዘይተጸበዮ ኩነታት። ኣብቲ ቶርታ ዝነበሮ ጠረጴዛ ደይቡ ብኽልተ ኢዱ እናጣቐዐ ሓንሳብ ሓንሳብ፣ ኩሉኹም ባባታትን ማማታትን፣ ኒምሮድ ማለት ቀደም ብእምኒ ተሰሪሑ ከም ኣምላኽ ዝሳለሙዎ ዝነበሩ ማርሞ'ዩ። ኣቦና ነቢ ኣብርሃም ድማ ንዕኡ ኣይትሳለሙ፣ ንኣምላኽኩም እመኑ ኢሉ መገድን ሓቅን ህይወትን ዝመርሐ ኣቦ ነብያት'ዩ። ኣነ ድማ ከም ማርሞ ዘይኮንኩ ከም ኣብርሃም ክኸውን እየ ዝደሊ። ካብ ሕጂ ንደሓር ድማ ሽመይ ኣብርሃም ሳህለ እዩ ምስ በለ፣ ኩሉ ሰብ ነዊሕ ጉሪምሪምታ ኣስመዐ። ሳህለን ገብርኤልን ዝሰምዕዎ ምእማን ስኢኖም ኣኣብ ዘለውዎ ዓንዲ ጨው ኮይኖም። ሓጎሱ ክቆጻጸር ዘይከኣለ መምህር ተመስገን ነቶም ዕዱማት እናደፍአ ናብ ኒምሮድ ማለት ናብ ኣብርሃም ቀሪቡ ንፉዕ ንፉዕ ኣብርሃም! ናይ ወለድኻ ጌጋ ኣብ ንኡስ ዕድሜኻ ክትእርሞ ዝፈተንካ ሃብሮም ኢኻ ሃየ ኣብርሃም በልዎ ኩላትኩም ርሑስ ልደት ነብርሃም እናበልኩም ዘምብሩሉ ርሑስ ልደት ይግበረልካ ርሑስ ልደት ንዓኻ ንኣብርሃም ኢሉ በይኑ ክዛረብን ክዝምርን ከሎ እቲ ገዛ ሰብ ከምዘይብሉ ጸጥ ኢሉ ነበረ። ነቲ ጸጥታ ዘፍረሰት ድምጺ ወይዘሮ ገብርኤል ማማ ሚያ ማማ ሳንታ ማርያ ሪኢኹም በሉ እዚ ሰኽራም ሰብኣይ ወዲይ ኣሕሚሙለይ ዘሎ ወዲይ ኣጸሊሉለይ ኣርሑቑለይ ኣውጽዋ ካብዚ ገዛይ ስጎግዎ ነዚ ሰኽራም ጋኔን ክሪኦ ኣይደልን እየ እናበለት ሓውሲ ምጉራዕ ምስ ኮነት እቲ ዕዝምዝም ናይቲ ዕዱም ናብ ዋጭዋጭታ ዓረገ ብሕፍረትን ሕርቃንን ዝተሓሞሱ ኣማንን ሃናን ኣብ ጽፍሮም ክኣትዉ ይጸልኡን መምህር የንቅሕ እምበር ኣየሕምምን'ዩ ወይዘሮ ገብርኤል። በዚ ልቦናን ንቕሓትን ናይ ወድኺ ድማ ክትዕልሊ እምበር ክተጉርዒ ኣይምተገበኣክን። ግን ሕሙም ንጥዑይ ሓሚሙ እንተዝብሎ ነይሩ ንባዕሉ ሕሙም ምዃኑ ምፈለጠ'ሞ ፈውሲ መን ኣድየ? ንስኺ ጥራይ ኣይኮንክን ወይዘሮ ገብርኤል። ኣእላፍ ሰባት ኣብዚ ዓድና ሓሚምኩም ኣለኹም። ሕማም ህድማ፣ ሕማም ተዋስኦ፣ ሕማም በዘቕዘቕ፣ ሕማም ካብ መበቆልን ባህልን መንነትን ምህዳም፣ ሕማም ተዋስኦ፣ ዘይንስኻ ምምሳል፣ ሕማም ዘየፍረኻ ብዘፍረዩልካ በለጭለጭ፣ ኩላትኩም ሕሙማት ኢኹም፣ ተፈወሱ። ኣብርሃም ግን እንሆ ኣብ ቅድሜኹም ምሕዋዩ ኣዊጁ ኣሎ። እንቋዕ ሓጎሰካ ኣብርሃም፣ እንቋዕ ሓጎሰካ! ምስ በሎ ጨቕጨቕ ኮይኑ። ወይዘሮ ገብርኤል ሃለፍታ ከም ዝሓዛ ኣብ ሳሎን ሮፋዕ ኢላ፣ ንፋስ ሃብዋ! ንፋስ ሃብዋ! ተባሂሉላ። ሓደ ዝረሰነ ካብቶም ዕዱማት እናተሃንደደ ናብ መምህር መጺኡ ውጻእ! ውጻእ እስከ ካብዚ! እናበለ ምስ ደፍኦ፣ ኣማንን ሃናን ኣብ መንጎ ኣትዮም ግደፍ ዝሓወይ ደሓን ባዕልና ሒዝናዮ ክንከይድ ኢና ኣይትድፍኣዮ! ኢሎም ነቲ ወዲ ዓገትዎ። ንመምህር ድማ ብየማነ ጸጋሙ ዓጂቦሞ ወጺኦም። ኣይ ሰሙን ኣይ ሳልስቲ ሓደ ንግሆ ሳህለ ንማዕጾ መምህር ተመስገን ብሓይሊ ኳሕኩሖ። ኣብ ዓሚቕ ድቃስ ዝጸንሐ ተመስገን፣ ባህሪሩ ተሲኡ እናተማጣልዐ ማዕጾ ከፈተ። ሳህለ ብዓቕሙ ከም ኣንበሳ ክጓዝም እናፈተነ፣ ከምዚ ናይ ሎሚ ማሓንሓን ዝብልዎ ማለት'ዩ፣ ስማዕ እስከ እስኻ፣ ገዛና ንኻልእ ቁምነገር ስለ ዝደለናዮ ውጻልና። እቲ ንእውደካ ናይ ኣርባዕተ ወርሒ ሕሳብ ክራይ ገዛ ከማን ኣየድልየናን'ዩ። ሎም መዓልቲ ጋዕ ገልጠምካ ጠቕሊልካ ትምርቀፍ። ኢሉ'ኳ ጎራዕራዕ እንተበለ፣ እቲ ካብ ድቃሱ ኣጸቢቑ ዘይተባራበረ መምህር ተመስገን ግን፣ ጫቑት ኣብ ከብዲ ኢዱ ኮይኑ ምስውስው ዝብል ዘሎ ኮይኑ ተሰሚዕዎ እንዳምባሆቐ ሃህ ወዲእካ ዲኻ ሳህለ? ኢሉ ማዕጾኡ ክዓጹ'ሞ ናብ ድቃሱ ክምለስ ተሃወኸ። ሳህለ ብኹልንትንኡ መምህርን መልሱ ተናዲዱ ብሕርቃን ነብሱ ፈርፈር ኢልዎ። ክትሪኦ ከለኻ ግን ዓሶ ዝደገሰቶ ጸማልያ ስለ ዝመስል የደንግጸካ እምበር ኣየፍርሓካን። ከምኡ ኢሉ እንዳንፈርፈረ ኣይትላገጽ ነጊረካ ኣለኹ። ሎሚ ካብዚ ገዛ ተቦቂጽካ ትውዕል ተዘየለ ከኣ ተዘየለ እሞ እንታይ ደሓን ተዘየለ ከኣ ሽዑ ትሪኦ ሕጂ ዘረባ ኣይተብዝሓለይ ትወጽእ ኢለካ ኣለኹ ትወጽእ ክሓስበሉ እየ ኢልክ በላ ኢሉ ምስ ኣባጨወሉ ሳህለ ሕርቑርቖቲ መሊሱ ሰማይ ዓረገ ምንቅጥቃጡ በርቲዑ እስክስታ ናይ ኣምሓራ ዝስዕስዕ ዘሎ መሲሉ ከምኡ እናበለ ድማ ግልብጥ ኢሉ ከደ። መምህር ንሳህለ ወይዘሮ ገብርኤል ማለት ቢግ ዳዲ ከም ዝልኣኸቶ ኣይተጠራጠረን። ከይወጽኣሎም እንተ ሓዲሩ ኣንጊሃ ከም ብዕራይ እንቃዕ እናተንፈሰት ከም ትመጾ ይፈልጥ እዩ። እንታይ ኢሉ ከም ዝምልሰላ እውን ኣይጠፍኦን እዩ። ብኸምዚ ከኣ ተረጋጊኡ ናብ ድቃሱ ተመሊሱ። ኣማንን ሃናን ሻቕሎቶም ብዛዕባ መምህር በርቲዑ። ብፍላይ ኣብዚ ቀረባ እዋናት ኣብ ስራሕን ኣብ መማሰይን ምስ ሰባት ምግርጫው ኣብዚሑ። ኩሉ ዘልዕሎ ኣርእስትን ዝጋራጨወሉ ምኽንያትን ቅኑዕ ሃገራዊ ፍልስፍና እዩ። ኣማንን ሃናን ብኣተሓሳስባ መምህር ተጸልዮም እዮም። ካልእ ዘስምዖ ይኹን ደጊፉ ዝስዕቦ ግን የለን። ገሊኦም ኣኽራሪ፣ ገሊኦም ሓላሚ፣ ገሊኦም ድማ ኦይ እዚ ደኣ ከይዳቶ እያ ይብልዎ። ኣቱም ህዝቢ! መገድና ስሒትና ነብስና ደሊና ናብ ዘይንረኽበሉ ህጉም ንጠፍእ ኣለና ክብል ከሎ ዘባጩን ዝስሕቕን ደኣ እምበር ከመይ ኢሉ ክርዳእ ዝደሊ ወይ ተረዲእዎ ዘስተንትን ሰብ ሓደ እኳ ኣይነበረን ብዜካ ኣማንን ሃናን ኣብርሃምን። ስለዚ ኣማንን ሃናን መምህር ብዘዘውትሮም መስተን እታ ዕላማ ህይወቱ ዝብላ መበቆላውነት ዘርእስታ መጽሓፉ ኣብ ኢድ ኣንባቢ ከየብጽሓ ከይኩለፍ ሰጊኦምሉ። ዓገብ ከይብልዎ ወይ ኣይትስተ ኢሎም ከይክልክልዎ ከቢድዎም ናይ ክልቲኦም ናይ መርዓን ሓዳርን ዛዕባ ወንዚፎም ለይትን ቀትርን ሓሳቦም ብዛዕባ መምህር ተመስገን ኮይኑ። ክልተ ፍቑራት ንሓደ ዕላማን ክሓስቡን ክጽዕሩሉን ከለዉ ፍቕሮም ዝያዳ ይስስንን ሱሩ ውን ይድልድል። ተሜ ኣመና የሻቕለኒ ኣሎ ኣነስ ንሱ እንድዩ ደኣ ሻቕሎተይ ለይትን ቀትርን ካብ ሓሳበይ ምፍላይ ኣቢኒ ስምዕኒ እንዶ ህህ ከም ገለ ጌርና ሒዝናዮ ወላ ዓዲ ዘይንቕይር። እዋእ ናበይ ኢና እሞ ሒዝናዮ ክንከይድ ወላ ኽረን ባጽዕ ወይ ዓሰብ ማለትሲ ንፋስ ምስ ቀየርና ቁሩብ ካብ ምስትይ ኣዕሪፉ እንተጸሓፈ ሓሳብኪ ጽቡቅ እንድዩ ሃኒተይ ግን ከመይ ጌርና ኢና እሞ ንዓናይ ክንብሎ እንተ ኮይነ ሪኢኹምኒ ተበለናኸ እዋእ ናይ ክረምቲ ዕረፍቲ ስለ ዝኾነስ ክንዛወር ወይ ከኣ ንፋስ ክንቅይር ንብሎ ደሓን ንፍትን ስቕ ኢልና ብዛዕባኡ ምጭናቕ ጥራይ ትርጉም የብሉን። ምናልባት እውን እቲ ዘይምኖን መሳጢ ቁምነገር ዕላሉን ክንረኽቦ ሰፊሕ ዕድል ንረክብ ንኸውን። ሰሚዕኪ? ኣነ ኣብ ደንደስ ባሕሪ ንበይኑ ኣብ ሓንቲ ሰድያን ንእሽቶ ጣውላን ኮፍ ኢሉ ከም ዓቢ ኣሞራ ከም ጽላል ኣብ ልዕሊኡ ኣጽሊሉ እናጸሓፈ ኣብ ካንቫሰይ ክስእሎ እንተ ዝኽእል? ኢሉ ናብ ባህ ዝብሎ ሕልሚ ይጥሕል። ሃኒ ዓይኒ ዓይኑ እናረኣየት ክትሰምዖ ጸኒሓ፣ ንሳ እውን ኣነ ድማ ክደርፎ'የ፣ ንተመስገንሲ ክደርፎ'የ! እወ ንመምህር ተመስገን ክዶርፎ እየ ንዕውራት ዘንቁሕ ቀንዴል ክብሎ እየ ንጽሙማን ዘስምዕ ሃልየ ክሰምዩ'የ ፍረ ሓሳቡ ክዘሪ እየ ምሸት መምህር ንገዝኡ ምስ መጸ ማዕጽኡ ብደገ ሓድሽ ልኬቶ ተዓጽያ ቁሩብ ቁራቦ ንብረቱ ድማ ኣብ ኣፍ ደገ ተጠርኒፈን ጸንሕኦ ከይተዛረበ ቀው ኢሉ ነቲ ኣቑሑቱ ድሕሪ ምጥማት ሓንቲ ወረቓቕቲ ዝመልእት ቦርሳ እናልዓለ ንብዓት ስዒርዎ ሰብ ከይሪኦ ብመንዲሉ ንብዓቱ ደሪዙ ሰተት ኢሉ ወጸ ገብርኤልን ሳህለን ብፍኒስትራ ይርእይዎ ከም ዝነበሩ ኣይፈለጠን። ነገር ከለዕልን ዋዕ ዋዕ ክብልን ትጽቢት ስለ ዝነበሮም፣ ከይተዛረበ ሳንጣ ወረቓቕቲ ኣልዒሉ ምኻዱ ጥራይ ኣሐጒስዎም ችርስ ተበሃሂሎም። ኣማንን ሃናን፣ መምህር ካብ ገዝኡ ከም ዝወጸ ንጽባሒቱ ንግሆ'ዮም ፈሊጦም። ኒምሮድ ማለት ኣብርሃም፣ ኣቑሑቱ ኣብ ኣፍ ደገ ዛሕዛሕ ኢሉ ምስ ረኣየ፣ ተመስገን ከም ዝወጸ ፈለጠ'ሞ፣ ብሓዘን ባሕሪ ከብዶም ግልብጥብጥ በሎም። ኣብርሃም ነቲ ኣቑሑት እናረኣየ በኽዩ። ኢሂ ኣብርሃም እንታይ ደኣ ኮንካ ትበኪ ኣለኻ? ሃኒኣ ሓቲታቶ። ንባዕላ እውን ሕንቕንቕ እናበለት። ባባን ማማን እንድዮም ንመምህር ተመስገን ካብዚ ገዛ ውጻእ ኢሎም ኣውጺኦሞ። ፊቕ ኢሉ መሊሱ ብኽያቱ ወሲኹሉ። ክኸይድ ከሎ ርኢኻዮ? ንምንታይ ደኣ ኣቑሑትኸ ገዲፍዎ ከይዱ? ኣማን ተሃንጥዩ ሓተተ።
ኣይረኣኹዎን፣ ተዝሪኦ ደኣ ብኢዱ ሒዘ ኣይትኸይድን ኢኻ ምበልኩዎ። እህ!
ከብዲ ዝበልዕ ብኽያትን ንሃናን ንኣማንን ንብዓት ክዓግቱ ዓቕሚ ከሊኡዎም፣ ሃና ምስ ንብዓታ ተንበርኪኻ ንብዓት ኣብርሃም እንዳሓበሰት ኣጆኻ ደሓን ኣብርሃም ኣይትብከ መምህር ክመጽእ እዩ ካልእ ተረፈ ኣቑሑቱ ክወስድ ምስ ተመልሰ ምስኡ ከይድና ሓድሽ ገዛ ክካረ እንድዩ ክንሪኦ ኢና ሽዑ ኩሉ ሻዕ ክትረኽቦ ኢኻ ሕራይ ሕራይ ዶ ኣብርሃም ኣጆኻ ደሓን ኣይትብከ እወ ኣብሪሂሞ ሕጂ እኮ ዓረብያ ወይ ታክሲ ክጽውዕ እዩ ከይዱ ዝኸውን ክመጽእ እዩ ኣጆኻ ስቕ በል ተስእ እሞ ተስእ ገዛኻ ኣቲኻ ተሓጻጺብካ ምጻእ ብራቮ ኣጆኻ ሰሙን ሓሊፉ ደሃይ መምህር ሽታ ማይ ኮይኑ ደሃዩ ዝሓቱ ኣማንን ሃናን ጥራዮም መሳርሕቱ ኣብ ክረምታዊ ዕረፍቲ ስለ ዝነበሩ ዓዱ ከይዱ እዩ ዝኸውን ኢሎም ስለ ዝሓሰቡን ዘጨንቕ የብሎምን። መቕርብ ቤተሰብ ብዜካ ኣብ ኣጋጣሚታት ሓጎስን ሓዘንን፣ ኣውደኣመታትን፣ ብዙሕ ስለ ዘይቅልቀሎም ሰሙን ምስዋሩ ንዕኡም ንቡር ነገር እዩ። ኣማንን ሃናን ግን ክሳብ ሚዛን ክብደቶም ብርኡይ ዝጎድል እዮም ተሻቒሎም። ኣብ ዘይሓተቱሉ ቦታ የለን። መደበራት ፖሊስ፣ ባራት፣ ሆቴላት፣ ኣብያተ ትምህርቲ ሓቲቶም ኣንፈት ስኢኖም። ኣብርሃም እውን ተደራቢ ስቓይ ኮይኑዎም። በብዝረኸቦም መምህረይ ኣምፅኡለይ እናበለ ጫጭ ይብል። ገብሪኤልን ሳህለን ከይተረፉ ብኹነታት ወዶም ኣመና ተሻቒሎም። ንተመስገን ካብ ገዝኦም ምስጓጎም ክሳብ ዘጣዕሶም ኮኑ። ኩሉ ስርሖም ኣወንዚፎም ኣብ ምድላይ መምህር ተመስገን ዝቐነዩ ኣማንን ሃናን ሓደ መዓልቲ ኣብ ሆስፒታላት እናሓተቱ ከለዉ ኣብ ሆስፒታል ሓዝሓዝ ተዓቚቡ ረኺቦሞ። ሓጎስን ስንባደን ተዳባሊቑ ኣደፋኒቑዎም። ተመስገን ዓቢሩ፣ ጸሊሙ፣ ጭሒሙ፣ ጨጎርጎር ኢሉ ኣብ ዓራት ደቂሱ ጸኒሑዎም። መሪሓቶም ናብኡ ትጽጋዕ ዝነበረት ሲስተር፣ ብኣልኮል ዝተዳኸመ ነብሱ፣ ብርቱዕ ዛሕሊ ወሲዱ ስለ ዝተሃስየ ፍርቂ ኣካሉ መልመስቲ ኣጋጢሙዎ ፊዝዮተራፒ ይገብር ኣሎ ኢላ ኣረዲኣቶም። መምህር ተመስገን ክፋል ኣፉ ለሚሱ ክዛረብ ኣጸጊምዎ ነበረ። ዓይኑ ከፊቱ ንኣማንን ሃናን ክልተ ኢዱ ዘርጊሑ ተቐቢልዎም። ንሶም እውን ነእዳዉ ሒዞም እናሰዓሙ ብንብዓት ፍቕሮም ገሊጾምሉ። ንገለ ደቓይቕ ብዘይ ድምጺ ልባዊ ፍቕሪ ብናቱ ቋንቋ ኣዘራሪብዎም። ከመይ ከመይ ኢሉ ኣብ ከምዚ ከም ዝበጽሐ ሓቲቶሞ ብድምጹ ክምልሰሎም ስለ ዘይከኣለ በታ ጥዕይቲ የማነይቲ ኢዱ ብጽሑፍ ክነግሮም ምልክት ገይሩሎም። ሲስተር ውን ኣይደንጉየትን ቀልጢፋ ወረቐትን ጥራዝን ሂባቶ። ብሕርቃን ልዕሊ ዓቕሙ ሰትዩ ብስኽራን ተሰኒፉ ኣብ ግዳም ማርሻቤዲ ኣብ እግሪ ሽባኻ ምስ ሓደረ ብዛሕሊ ነብሱ ደሪቑ ምትዝዛእ ከም ዝሰኣነን ንግሆ ንቤተክርስትያን ዝኸዳ ኣንስቲ ርእዮንኦ ዝብል ጽሑፍ ኣንቢቦም ደጊሙ እታ ጥራዝን ፒሮን ክህብዎ ምልክት ጌሩሎም። ዝኸበርኩም ደቀይ፣ ካባይ ክልተ ነገር ተመሃሩ። ሓደ፣ ሰብ መጠኑ ዓቂኑ ንንጹር ዕላማ ክነብር ኣለዎ። ክልተ፣ ወላ ሽሕ ንጹር ዕላማ ይሃልኻ፣ ግዙእ ስምዒትካ እንተኾንካ፣ ኣብ ዕላማኻ ምብጻሕ ከም ዘይትኽእል ፍለጡ ኢሉ ጽሒፉ ሂብዎም። ሕጂ'ውን ኣንቢቦማ። ዝብልዎ ሕርብት በሎም። ሃና ንብዓታ ከም ብሓድሽ እናውሓዘ፣ መምህረይ፣ ካብ ዕላማኻ እኮ ኣይተጓናደብካን። ሓዊኻ ኩሉ እትገብሮ ነገር ክትገብር ኢኻ። ፈጣሪ ኣብ ጎንኻ ኣሎ ኣጆኻ። ንሕና ድማ ምሳኻ ኣለና። ዕላማኻ ዕላማና እዩ። ኣነ ኣነ ክደርፈልካ እየ መምህረይ። ንዕዉራን ዘንቁሕ ቀንዴል ክብለልካ እየ። ንጽሙማን ዘስምዕ ሃልየ ክብል እየ። መምህረይ፣ ናትካ ፍረ ሓሳብ እኮ ብርሃን ዕላማኻ ዘርኢ ፍልስፍና፣ ብድምጸይ ናብ መላእ ዓለም ከብጽሕ እዩ ክትብል ከላ ኩሉ ኣካላታ ምስ ልሳና ይዛረብ ነይሩ። ንብዓትን ውዑይ ትንፋስን ዘጥለሎን ዘማሙቖን ውሽጣዊ ቃላት እያ ተስምዖ ነይራ። ተመስገን ድማ ኣብ ዓራቱ ኮይኑ ብትስፉው ፍሽኽታ ሰሚዕዋ። ኣማን ከኣ። መምህረይ ሓንቲ ሕቶ ክሓተካ፣ ብሕራይ ጥራይ ግን መልሰለይ። ተመስገን ምስ ፍሽኽታ ርእሱ ነቕኒቕሉ። ባጽዕ ብሓባር ክንከይድ ኢና ኣብ ገምገም ባሕርና። ኣብቲ ጻዕዳ ሑጻ በይንኻ ኣብ ንእሽቶ ሰድያን ንእሽቶ ጣውላን ኮፍ ኢልካ እንዳ ጸሓፍካ ብኢደይ ክስእለካ እየ። ኣብ ልዕሌኻ ድማ ዓቢ ራውያ በኽናፉ እንዳ ጽለለልካ ከሎ ክስእሎ እየ። ባሕሪ ነቲ ሰፊሕ ልቦናኻን ዓሚቕ ፍልስፍናኻን ክውክለለይ እዩ። እቲ ራውያ ከኣ ባሕራዊ ወይ መበቆላዊ ንዝብል ዕላማኻ ክውክለለይ እዩ። ኣብቲ ባሕሪ ድማ ብዙሓት ዝተቐልቀሉ ዓሳታት ክስእል እየ። ንሳቶም ከኣ ንበዓል ንሕና ዝውክሉ ማለት እዩ። ምስ በለ መምህር ክረኣዮ ጸኒሑ ብታሕጓስ ናይ ሕራይ ምልክት ኣርእይዎም። ክልቲኦም ድማ ምስ ንብዓት ዓይኖም ብፍሽኽታ ተኾሊዖም። ምልክት ጌሩ ወረቐትን ፒሮን ክህብዎ ኣዘዘ። ኣነ ቀልጢፈ እየ መሽሚሸ። ግን ንዓኹም ፈርየ። ህይወት ድማ ከምኡ እያ። ሓንቲ ፍረ ኣብ መሬት ወዲቓ ምስ መሽመሸት'ያ ጠጢዓ ኣማኢት ተፍሪ። ቀሲነ። እዚ ዝነበርኩዎ ህይወት ድማ ብላሽ ኣይነበረን። ሳላኹም ምንባረይ ትርጉም ለቢሳ። ካብ ባጽዕ ምስ ተመለስና፣ ናብቲ ርሑቕ ገጠር፣ ማለት ናብቲ መበቆል ዓደይ ክተብጽሑኒ ቃል እተዉለይ። ዝተረፈ ህይወተይ ባህርያዊ፣ ህዱእ፣ መበቆላዊ ናብራ ከሕልፈሉ እየ ዝደሊ። ዓባይ ህያበይ ንዓኹም እዛ ተተርኢስያ ዘለኹ መጽሓፍ ዝሓዘት ሻንጣ'ያ። ሓደ መዓልቲ ድማ ናብ ሕትመት ኣብቅዕዋ። ኢሉ ነታ ሳንጣ ኣቐበሎም። ኣማን ቅብኣ ሸይጡ፣ ሃና ድማ ካሴት ዘርጊሓ ብዝረኸብዎ ኣታዊ ምስ መዓልቲ መርዖኦም መጽሓፍ መበቆላውነት ኣሕቲሞም ክዝርግሕዋ ክጽዕሩ ምዃኖም ቃል ኣትዮምሉ። መምህር ተመስገን ብዓረብያ ማለት ዊልቸር እናተንቀሳቐሰ ናብ ዓዱ ብኣውቶቡስ ክፋኖ ከሎ፣ ኣማን፣ ሃናን ኣብርሃምን ብንብኣት ኣዒንቶም ዋርዋርታ ፈጢሮ ክሪኦ ስለ ዘይከኣለ፣ እታ መምህር ተመስገን ዝጸዓነት ኣውቶቡስ